ሰላም ተኻታተልቲ መደባት ፈንግል ኤሪ ሜድያ ከመይ ትሓድሩ ንሎሚ ቀዳም ዒስራን ሸውዓተን ታሕሳስ ዝበልክዎ ብቀዳማይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕድም ሰናይ ምክእታል

ሎቢስትን ጋዜጠኛታትን ፖለቲከኛታትን ዝገብሮ ዘሎ ዕብዳን ንከታተሎን ንዕዘቦን ኣለና፣ መደበር ቴሌቭዥን ናይታ ሃገር ብመንግስቲ ዝውነን ኢቢሲ መዓልታዊ ንህዝብን መንግስትን ኤርትራ ንምትካእ ዝሰርሖ ዘሎ መደባት መንቀሊኡ ዓቕሊ ጽበት ከምዝኾነ እዚ ዝግበር ከምዚ ዓይነት ፈተነታት ንታሪኽ ህዝብን መንግስትን ኤርትራ ከምዘየጸልሞን ኣብ ባይታ ዝኾነ ይኹን ፍረ ክርከቦ ከምዘይክእልዩ ኣብ መወዳእታ ብዘርዘር መልእኽታት ዩሕሊፉ ዝርከብ ዘሎ። ኣብዚ ቅንያት ብተደጋጋሚ ኣብ መደባትና ናባኹም ከምዘቕረብናዮ፣ ኢቢሲ ዝተባህለ መደበር ቴሌቪዥን ናይታ ሃገር ብስርዓት ብልጽግና ዝውነን መዓልታዊ ንህዝብን መንግስትን ኤርትራ ዘጥቅዕ ፕሮፖጋንዳን ጸለመን ሓሶታትን ዝሓዘ መደባት እናዘርግሐ'ዩ ዝርከብ ዘሎ። ብልጽግና ንዝሓለፈ ክልተ ዓመታት ኣብ ልዕሊ ኤርትራ ወተሃደራዊ ስጉምትታት ክወስድ ምዃኑ ብመንገዲ ሰበስልጣናቱን ወተሃደራውያን ኣዘዝቱን መራኸቢታቱን ፈኪሩ ኣብ ባይታ ዝኾነ ይኹን ፍረ ከምጽኣሉ ኣይከኣለን፣ ካብኡ ተሰጋጊሩ ናብ ውድብ ሕቡራት ሃገራትን ሓያላት ሃገራት ዓለምን ክስታት ኣቕሪቡ ሰማዒ ክረክብ ኣይከኣለን፣ ሕጂ ከኣ ኣብ ልዕሊ ህዝብን መንግስትን ኤርትራ ብኸምዚ ዓይነት መንገድታት ጸርፍን ዘለፋታትን ከውሕዝ ንከታተልን ንዕዘብን ኣለና፣ መንቀሊ ናይዚ ኩሉ ጉዳይ ዓቕሊ ጽበጽ ጥራይ ክኸውን። ክቡራት ተኸታተልቲ ናብቲ ካልኣይ ኑሪ ኣገዳሲ ዛዕባ ምስ እንሰገር ስርዓት ብልጽግና ነቲ ኣብ መንጎ ህዝብታት ኤርትራን ክልል ትግራይን ተፈጢሩ ዝርከብ ዘሎ ጸምቧን ርክባትን ደው ንምባል ዝተፈላለዩ ፈተነታት ኣካይዱ ክዕወት ኣይከኣለን። ትማሊ ከኣ ብመራኸቢታት ኣቢሉ ኣብ ውሽጢ መሬት ክልል ትግራይን ኢትዮጵያን ህዝቢ ትግራይ ናቕፋ ይጥቀም ከምዘሎ ክስታት ከቕርብ ንከታተልን ንዕዘብን ኣለና። ኣብ ዝተፍላለያ ገጠራትን ከተማታትን ናይ ትግራይ ህዝቢ ብር ገዲፉ ናቕፋ ይጥቀም ከምዘሎ ሓብሬታታት ዘርጊሖም ይርከቡ ኣለው። እዚ ዝዝርጋሕ ዘሎ ከምዚ ዓይነት ሓብሬታ ስርዓት ብልጽግና ነቲ ኣጋጢምዎ ዝርከብ ዘሎ ቁጠባዊ ውድቀትን ቅልውላውን ብዓብዩ ወን በር ናይ ምግዛእ ዓሙታቱ ምስ ምሟቱ ንህዝብን መንግስትን ኤርትራ ተሰከምቲ ናይቲ ሽግራትን ተሓተቲ ንምግባርን ዝፍብረኽ ዘሎ ከምዚ ዓይነት ሓሶታት ዝኾነ ይኹን ኤርትራዊ ክጥንቀቐሉ ከም ዝግባእ ንእግረ መንገድና መልእኽታት ክነሕልፍ ንደሊ። ብልጽግና ክሳብ ሕጂ ነዚ ዝሕስሶ ዘሎ ሓሶታትን ፕሮፖጋንዳን ዝምልከት ጭብጥታት ኣብ ኢድ የብሉን። ብወገን ክልል ትግራይ ውን እቲ ዝግበር ዘሎ ከምኡ ዓይነት ሓሶትን ፀለመን ኮነ ኢልካ ንህዝቢ ትግራይን ንክልል ትግራይን ኣብ ዘይተደልየ መንገዲ ንምእታው ዝግበር ዘሎ ፈተነታት ምዃኑ ካብ ክልል ትግራይ ድሕሪ እዚ ዜናታት ምዝርግሑ ምላሽን ግብረ መልስን እናተውሃበ ይርከብ ኣሎ። በር ናይ ምግዛዕ ዓሙታቱ ሙሉእ ብሙሉእ ሓመድ ድፋጭኡ ልሒሱ እዩ ዝርከብ ዘሎ ስርዓት ብልጽግና፣ ነቲ ኣጋጢምዎ ዝርከብ ዘሎ ቁጠባዊ ውድቀት ምስ ህዝብን መንግስትን ኤርትራ ብምትሓዝ ንኤርትራ ተሓታቲት ንምግባራ ኣብ ዘተፈላለዩ እዋናት ፈተነታት ከካይድ ተኻታቲልናን ተዓዚብናን ኣለና። እዚ ሕጂ ኣብ ክልል ትግራይ ብር ዘይኮነ ናቕፋ እዩ ዝሰርሕ ዘሎ እናተባህለ ዝዝርጋሕ ዘሎ ጌጋን ኣጉልን ሓብሬታ መበገሲኡ ስርዓት ብልጽግና ነቲ ተፈጢሩ ዝርከብ ዘሎ ጽምዶን ርክባትን ደው ከብሎ ስለ ዘይካኣለ ዝተፍላለየ ምኽንያታት ፈጢሩ ንክልል ትግራይ ክባን ዕጽዋን ንምእታዋ ዘካይዶ ዘሎ ፈተነታት ምዃኑ ንነፍሲ ወከፍ ኤርትራውን ኢትዮጵያውን ብፍላይ ከኣ ንተወለድቲ ክልል ትግራይ ብሩህ ክኸውን ይግባእ። ክቡራት ተኸታተልቲ ናብ ቻልቻይ ንሪኣ ኣገዳስ ዛዕባ ምስ እንሰገር ብቐጥታ ምስ ሃገርና ኤርትራ ዝተተሓዘ ኮይኑ መንግስቲ ኤርትራ ነቲ ኣብ ውሽጢ ሃገር ዝካየድ ዘሎ መደባት ህንፀትን ልምዓትን ምዕባለን ሓያል ብዝኾነ ናህርን ገስጋሳትን ንክቕፅል ዝተፈላለዩ ውሳነታት እናወሰደ እዩ ዝርከብ ዘሎ ብመሰረት ካብ እሙናት ምንጭታትና ረኺብናዮ ንርከብ ዘለና ሓበሬታ፣ መንግስቲ ኤርትራ ነቲ ኣብ ዓመተ ክልተ ሽሕን ሽዱሽተን ኣብ ኤርትራ ደው ኣቢልዎ ዝጸንሐ ህንጸት ኣባይቲ ብውልቀ ሰባትን ብውልቀ ሰባት ዝውነኑ ትካላትን ኣብ ህንጻ ዝነጥፉ ኣብ ዓመተ ክልተ ሽሕን ዕስራን ሽዱሽተን ምሉእ ብምሉእ ከፍቅዶን እቲ ናይ ስራሕ ባብ ክራሓው ምዃኑ'ዮም እዞም ምንጭታትና ሓቢሮም ዝርከብ ዘለዉ። እዚ ከኣ ንህዝቢ ኤርትራን ንዓና ንኤርትራውያንን ንሃገርና ኤርትራ ዓበይቲ ዜናታት ክኸውን እዩ። ሃገርና ኤርትራ ኣብዚ ሕጂ እዋን ናብ ካልእ መድረኻት እናተሰጋገረት እያ ትርከብ ዘላ። መንግስቲ ኤርትራ ከኣ ነዚ መድረኻት ንምጥጣሕ ዝተፍላለየ ኣገዳሲ ተባዕ ውሳነታት እናወሰደ እዩ ዝርከብ ዘሎ። እዚ ሕጂ ንህንጸት ኣባይቲ ንምፍቃድ ብመንግስቲ ኤርትራ ዝውሰድ ከምዚ ዓይነት ኣገዳሲ ውሳነታት ኣብ ኤርትራና ክፈጥሮ ዝኸእል ናይ ስራሕ ዕድልን ኤርትራውያን ዜጋታት ኣብ ሃገሮም ብምእታው ወፍሪ ከካይዱ ዘተባብዕ ኣገዳስን ተባዕን ስጉምትን ውሳነታትን እዩ። ብዘይካዚ ነቲ ኣብ ኤርትራና ዘጋጥም ሕጽረት መንበሪ ኣባይቲ'ውን ዓቢ ፍታሕን መስተርሆን ክኸውን እዩ። መንግስቲ ኤርትራ ኣብ ዝትፍላለየ እዋናት ኣብዚ ሒዝናዮ ንርከብ ዘለና ዓመተ ክልተ ሽሕን ዒስራን ሓሙሽተን ዓበይቲ ውሳነታት ከሕልፍን ክወሰድን ጸኒሕን ኣሎ። እዚ ምስ ህንጸት ኣባይቲ ዝተተሓዘ ጉዳይ ከኣ ኣብ ዓመተ ክልተ ሽሕን ዒስራን ሽዱሽተን ኣብ ባይታ ተግባራዊ ከም ዝኸውን እዩ እዞም ምንጭታትና ኣብዚ ሓበሬትኦም ጠቒሶምን ገሊጾምን ዝርከብ ዘለዉ። እዚ ዜና ንዓና ንኤርትራውያንን ንሃገርና ኤርትራ ዓበይቲ ዜናታት ኮይኑ እዩ ዝርከብ። ህዝብን ሃገርን ኣብ ሓያል ልምዓታዊ ጎስጋሳት እዮም ዝርከቡ ዘለዉ። ነቲ ብውሽጣዊ ዓቕምታት ህዝብን መንግስትን ክግበር ዝጸንሐ ዝትፍላለዩ ስርሓት ምስ መሻርኽቲ ኣካላትን ሃገራትን ብምትሕብባር እውን ዓበይቲ ስርሓት እናተሰላሰለ እዩ ዝርከብ ዘሎ። ወደብ ባጽዕ ኣብ ዕርፍቲ ዘይብሉ ስራሕ ለይትን ቀትርን ተጸሚዱ ይርክብ ኣሎ። ንህንጸትን ልምዓትን ዘገድሱ ኣገዳሲ ጥረ ነገራት ናብ ውሽጢ ሃገር እናኣተዉን እናወሓዙን'ዮም ዝርከብ ዘለዉ። ህዝብን ሃገርን ኣብ ሓያል ልምዓታዊ ግስጋስ። ክቡራት ተኻታተልቲ ናብቲ ራብዓይን ናይ መወዳእታን ንርኤ ዛዕባ ምስ እንሰግር ትማሊ ንዞባ ቀርኒ ኣፍሪቃ ማያት ቀይሕ ባሕሪ ወሽመጥ ዓደንን ህንዳዊ ውቅያኖሱን ዝዘርግ ውሳነታት ብመንግስቲ እስራኤል ክሓልፍ ተኻታቲልናን ተዓዚብናን ኔርና እስራኤል ንሶማሊላንድ ወግዓዊት ሃገር ገይራ ኣፍልጦ ዝሃበት ኣብ ታሪኽ ቀዳመይቲ ሃገር ኮይና ተመዝጊባ ትርከብ ኣላ። እዚ እስራኤል ወሲዳቶ ትርከብ ዘላ ውሳነታት ድሮ ንዞባ ቀርኒ ኣፍሪቃን ንካልኦት ክፋላት ዓለምን ጫውጫውታ ፈጢሩ ይርከብ ኣሎ። መንግስቲ እስራኤል ንምንታይ እዩ ኣብዚ ሕጂ እዋን ከምዚ ዓይነት ስጉምትን ውሳነታትን ወሲዱ ዝብል ብዙሕ ምኽንያታት ክህሉ እንከሎ ምስ ቱርክን ኢራንን ዝገብሮ ዘሎ ውድድር ኣብዚ ዞባ ቀንዲ ምኽንያታት ከምዝኾነ'ዮም ዝተፈላለዩ ፖለቲካውያን ተንተንቲ ምስዚ ዞባ ቅርበት ዘለዎም ሓበሬታታት እናዘርግሑ ዝርከብ ዘለው። እቲ ቀንዲ ውድቀት ናይዚ ጉዳይ ፕረዚደንት ሶማል ሓሰን ሸኽ ማሕሙድ'ዩ። ፕረዚደንት ሶማል ሓሰን ሸኽ ማሕሙድ ናብ ካይሮን ኣስመራን እናተመላለሰ ካብ መንግስቲ ግብጽን መንግስቲ ኤርትራን ዓበይቲ ወተሃደራዊ ሓገዛትን ካልእ ነገራትን ክረክብ ጸኒሑን ነይሩን ድሕሪኡ ግን ኣብ ትሕቲ ጽልዋ ስርዓት ብልጽግናን ሕቡራት ኢማራት ዓረብን ወዲቑ ናብ ኣዲስ ኣበባ ሕልኽልኽ ክብል ብተደጋጋሚ እዋናት ኢና ተኻታቲልናን ተዓዚብናን ነይርና። ትማሊ ካቢነ ሶማል ድሕሪ እቲ እስራኤል ዝወሰደቶ ስጉምታት ኣብ ዘካየዶ ህጹጽ ኣኼባታት ነዚ ጉዳይ ቀዳመይቲ ዝሰርሐት ሃገር ሕቡራት ኢማራት ዓረብ ምዃና ብምኽሳስ ሕቡራት ኢማራት ዓረብ ካብ መሬቱ ጠቕሊሉ ንምጉሓፍን ነፈርቲ ሕቡራት ኢማራት ዓረብን ትካላታን ካብ ውሽጢ መሬት ሶማል ክወጹ ከምዘለዎም ዝተፈላለዩ ኣባላት ካቢነ ሚኒስተራት ናይታ ሃገር እማመታትን ጠለባትን ከቕርቡ ተኻታቲልናን ተዓዚብናን ንርከብ ኣለና። ሕቡራት ኢማራት ዓረብ ዳርጋ ንምሉእ መሬት ሶማል ኣብ ትሕቲ ቁጽጽራ የእትያቶ'ያ ትርከብ ዘላ። ሶማል ከም ሃገር ኣብ መሬታን ክሊ ኣየራን ባሕራን ዳርጋ ዝኾነ ይኹን ምቁጽጻር የብላን። ነቲ ኣብ ሱዳን ዝካየድ ዘሎ ኲናት ሕቡራት ኢማራት ዓረብ ብመንገዲ ሶማሊላንድን መሬት ሶማልን ኣቢላ'ያ ኣጽዋራት ናብ ውሽጢ ሱዳን ተመሓላልፍ ዘላ መንግስቲ ሱዳን፣ ብመንገዲ ሚኒስትሪ ምክልኻል ናይታ ሃገር ኣቢሉ ናብ መቓድሾ ልኡኻቱ ብምስዳድ፣ ነቲ ብ መሬት ሶማል ዝሰጋገር ዘሎ ኣጽዋራት ሶማል ደው ክተብሎ ነታ ሃገር ጠለብን ሕቶን እኮ እንተቕረበ፣ መንግስቲ ሶማል ግን ዝኾነ ይኹን ተበግሶታት ክወስድ ኣይከኣለን። ከምቲ እሾኽ ንሓጻ ርኣ ዝበሃል፣ ሓሰን ሸኽ ማሕሙድ ምስ ዕሸል መራሒ ኢትዮጵያ ኣብይ ኣሕመድን ሕቡራት ኢማራት ዓረብን ሕልኽልኽ ክብል፣ እነሆ ሕጂ ብኸምዚ ዓይነት መንገዲ

ክሳብ ሕጂ ሓበሬታን መግለጽን ኣይዘርግሑን ኣለዉ። ገለ ገለ ሃገራት ኣብ ዝቕጽሉ መዓልታት ንሶማሊላንድ ንእስራኤል ስዒበን ከም ሃገር ኣፍልጦ ክህብኣ ምዃነን እውን ሓበሬታታት ይወጽእ ኣሎ። ገለ ካብተን ተስፋታት ተገይርለን ዝርከብ ዘሎ ሃገራት ከም በዓል ዓዲ እንግሊዝ፣ ፈረንሳ፣ ከምኡ'ውን ደቡብ ሱዳንን ኢትዮጵያን ሕቡራት ኢማራት ዓረብን ከም ዝኾና እዩ ትንታነታት እናወጸ ዝርከብ ዘሎ። በዚ ኮይኑ በቲ እዚ ኣብ ሶማል ተኸሲቱ ዝርከብ ዘሎ ከምዚ ዓይነት ኩነታትን ኣጋጣምን ነዚ ዞባ ናብ ካልእ ሕንፍሽፍሽ ዘሰጋግር ክኸውን እዩ፣ እስራኤል ኣብ ውሽጢ መሬት ሶማሊላንድ ወተሃደራዊ መዓስከራት ክትድኩን ምዃና'ውን ካልእ ሓበሬታታት ይወጽእ ኣሎ። ኣብ መንጎ እስራኤልን ኢራንን ከምኡ'ውን ቱርኪ ተፈጢሩ ዝርከብ ዘሎ ምፍጣጥ ነዚ ዞባ ናብ ካልእ ሓደጋታት እናምርሖ ይርከብ ኣሎ፣ ኮር ፕረዚደንት ኢሲያስ ኣፈወርቂ ኣብ ዝተፈላለዩ ኣጋጣሚታት ዝዛረቦን ዘሕልፎን ዓበይቲ መልእኽታት ኣሎ። ንሱ ከኣ ሃገራት ናይዚ ዞባን ኣብ ማያት ቀይሕ ባሕሪ ብጺሒት ዘለወን ሃገራትን መሬተን መዐንደሪ ናይ ካልኦት ሓያላን ሃገራን ከይከውን ከጠንቅቕ ጸኒሑ'ዩ። ሕጂ ግን ጎረባብትና ሃገራት መሬተን መዐንደሪ ናይ እስራኤል ናይ ቱርክን ካልኦት ሃገራትን ክኸውን ኣፍቂደን እቲ ንሳተን ዘካይድኦ ኲናትን ዕግርግርን ኣብዚ ዞባ ክኸውን ድሮት ሜዳ ተዋዲዱ ይርከብ ኣሎ። ነዚ እስራኤል ንሶማሊላንድ

ንሶማሊላንድ ከም ሃገር ኣፍልጦ እንተድኣ ሂባታ፣ ሶማሊላንድ ከም ሃገር ኣብ ዓለም ክትፍለጥ ዓበይቲ ስጉምትታት ክኸውን'ዩ። ስርዓት ብልጽግናን ሕቡራት ኢማራት ዓረብን ነዛ ጉዳይ ኣብ ባይታ ንምጥቃማ ድሮ ኣብ ሸበድበድ ኣትዮም ይርከቡ ኣለዉ። ነቲ ኣብ ዓመተ ክልተ ሽሕን ዕስራን ኣርባዕተን ኣብ መንጎ ኢትዮጵያን ሶማሊላንድን ዝተኸተመ ስምምዓት ዳግም ንምብርባሩ ኢትዮጵያ ትንቀሳቐስን ትሰርሕን ከምዘላ ኮራኩርን ኣኽላባትን ናይ ስርዓት ብልጽግና ሓጎሶም ክገልጹ ንከታተልን ንዕዘብን ኣለና። ኣብ ዞባ ቀርኒ ኣፍሪቃ ዝርከቡ ህዝብታትን ጎረባብቲ ሃገራትን ብዓቢኡ ከኣ ህዝቢ ኣፍሪቃ በቲ እስራኤል ዝወሰደቶ ስጉምታት ቁጥዕኡ እናገለጸ ብወገን ኢትዮጵያን ሰበስልጣናታን ኮራኩራን ኣኽላባታን መራኸቢታታን ሓጎሶም እናገለጹ'ዮም ዝርከብ ዘለዉ። እዚ ከኣ ስርዓት ብልጽግና እቲ ናይ ቀትሪ ሕልሚ ባሕርን ኣፍደገ ባሕርን ኣብ ክልተ ሽሕን ዕስራን ኣርባዕተን ዝኸተሞ ኣብ ባይታ ንምትግባር ዘለዎ ጥሙሕን ዕላማታትን ዘመልክት ኮይኑ'ዩ ዝርከብ ዘሎ ሚኒስተር ኢሪጌሽን ናይታ ሃገር ብርሃኑ ሌንጆሶ ድሕሪ እስራኤል ንሶማሊላንድ ከም ሃገር ኣፍልጦ ምሃባ እስራኤል ንሶማሊላንድ ከም ሃገር ኣፍልጦ ሂባ ብምባል ዝዘርጎ ሓብሬታ ኣብ ገጻ ትዊተር ክድምስሶ ኢና ተኻታቲልናን ተዓዚብናን እዚ ከኣ ብመንግስቲ ናይቲ ሃገር ንኽድምስሶ መምርሒታት ከምዘተዋህበዮም ምስዚ ጉዳይ ቅርበት ዘለዎም ወገናት ሓብሬታታት ዝዝርግሑ ዘለዉ በዚ ኮይኑ በቲ ኣብ መንጎ ሶማሊላንድን እስራኤልን ሶማልን ተፈጢሩ ዝርከብ ዘሎ ከምዚ ዓይነት ሓደሽቲ ኩነታትን ምዕባለታትን ንዞባ ቀርኒ ኣፍሪቃን ማያት ቂሒ ባሕርን ወሽመጥ ዓደንን ናብ ዓበይቲ ሓደጋታት የእቲዎ ይርከብ ኣሎ። ክቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየ ዝነበርኩ ቀዳማይ ትሕዝቶ መደባት እዚ ክትካታተልዎ ዝጸናሕኩም እዩ ዝመስል ነይሩ። ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ